ሰላም እዚ ኣብ ጎና ትሪእዋ ዘለኹም ሰበይቲ ማማ ኤልሳ ትበሃል። ማማ ኤልሳ ተቐማጢት ካናዳ እያ። ኣብዚ ሰዓት እዚ ማማ ኤልሳ ሓደ ሰናይ ነገር ስለ ዝገበረት ኣብ ሙሉእ ቲክቶክ ቫይራል ትኸይድ ኣላ። ብጣዕሚ እታ ቪድዮ ፈትዮማ ብዙሓት ሰባት ልዕሊ ሚእቲ ሽሕ ግዜ ሼር ተገይራ ልዕሊ ሓደ ሚልዮን ቪው ዝረኸበት ቪድዮ እያ። ብኸመይ እዛ ቪድዮ እዚኣ ትገድሰና እንተልኩም ማማ ኤልሳ ኤርትራዊት እያ። ማማ ኤልሳ ኣብዚ ሰዓት እዚ ብጣዕሚ ልብኻ ዝትንክፍ ደስ ዘብል ግብሪ እያ ገይራ። ማማ ኤልሳ ንሓደ ኣነ ሆምለስ እየ ጠምየ ኣለኹ ዝብል ፖስት ሒዙ ኣብ ሓደ ናይ ግሮሰሪ ናይ ኮስኮ ጠጠው ኢሉ ዝነበረ መንእሰይ ምስ ረኣያቶ ወይ ሆምለስ ኤንድ ሃንግሪ ዝብል ማለት እዩ ብድንጋፀ ዝኣክል ገንዘብ ካብ ጁብኣ ኣውፅኣ እንካ ትብሎ ንምንታይ ትሕግዝን ኣለኺ ኢሉ ሓቲትዋ ሆምለስ ኣን ሃንግሪ ጠሚየ ኣለኹ ገዛ እውን የብለይን ስለ ዝበልካ ገለ ንኮፊ ድኾን መማሙቂ ዝኾነካ ኢለ እየ ዝበካ ዘለኹ ገለ ሓገዝ እንተኾነካ ኤላቶ ማማ ኤልሳ ብድንጋፂኣን ረራሒኣን ስለ ዝተተንከፈ ንምንታይ ክትሕግዝኒ ኢልኪ ኣብዚ ቁሪ እንዲኻ ጠጠው ኢልካ ዘለኻ ኢላቶ። ምናልባት ገንዘብ ትእክብ እንተድኣ ኣለኻ ገለ ሓገዝ እንተኾነካ እንካ ተቐበለኒ በጃኻ ገለ ሓገዝ እንተኾነካ እንተኣኸለካ ዋላ እንትእክቦ እንተድኣ ኣለኻ እንካ እንካ ትብሎ በጃኻ ተቐበለኒ እሱ ከዓ ብጣዕሚ ክፈልጥ ደልዩ ምኽንያት ብልክዕ ንምንታይ ትሕግዘላ ምኽንያቱ ኣብዚ ጠጠው ኢሉ ከሎ ብዙሓት ሰባት እዮም ረጊፆም ሓሊፎም እናረኣይዎ ማለት እዩ ኣብ ኤቭሪ ደይ ዘጋጥም ነገር እዩ ብርህራሄኣ እዩ ተተንኪፉ ንምንታይ ኢሉ ሓታ ደጋጊሙ ማለት እዩ ገለ ሓገዝ ትኾነካ በዚ ቁሩብ ኢኻ ጠጠው ኢልካ ዘለኻ በዚ በር ስኖ ይገብር ኣሎ ከም ትሪእዎ ዘለኹም በረድ እዩ ኣብ ዊንተር ሰዓት እዩ ማለት ገለ ብላዕ ገለ ስተ ትብሎ እሞ በሊ የቐንየለይ የቐንየለይ መን ኢሞሽንኪ ይብላ ኣነ ኤልሳ ይበሃል ትብሎ ንሕና ማማ ኤልሳ ክንብላ ኢና ክንዲ ደይ ስለ ትኸውን ማለት እዩ የቐንየለይ ይብላ እሞ ማማ ኤልሳ በዚ እንታይ ትብሎ ሶሪ ግን ካብዚ ንላዕሊ ክሕግዘካ ኣይክእልን እየ ካብ ዓቕመይ ንላዕሊ ክገብር ኣይክእልን እዚኣ ጥራይ ክሕገዘካ ድኽእል ብትሕትና ረኣዩ እናገበረት እናሓገዘት ይቕሬታ ገበረለይ ካብዚ ንላዕሊ ክገብር ኣይክእልን እየ እዚኣ ዓቕመይ ግን ኣይሆፕ እዚ ይሕግዘካ ይኸውን ኢላ ሓቂፋቶ ማለት እዩ ሃግ ትቦ ሺጌቪ መሃግ ኣላቭሊ ሃግ ማለት እዩ ኣብዚ ሰዓት እዚ ንማማ ኤልሳ ተደኒቑ እንታይ ይብላ ካበይ ዓዲ ኢኺ መፂኺ ኤልሳ ካበይ ዓዲ ኢኺ ይብላ እሞ ኣነ ኤርትራዊት እየ ካብ ኤርትራ እየ መፀ ኣብ ኢስት ኣፍሪካ ኣብ ምብራቕ ኣፍሪካ ትርከብ ሃገር ካብኣ እየ መፀ በሊ ማማ ኤልሳ ሓደ ነገር ክነግረኪ እዚ ገንዘብ ድሃብክኒ ክመልሰልኪ እየ ንዓኺ ይብላ እዋእ ንምንታይ ንዓኻ እኮ ሂበካ ገለ እንተሓገዘካ እኮ ይብልካ ኣለኹ ኖኖ ክበኪ እየ ንዓኺ ገንዘብኪ ክወስድ ዘይደልኒ ክመልሰልኪ እየ ገንዘብኪ ይብላ ኖኖ ሂበካ እኮ እየ ንምንታይ በጃኻ ኖኖ በጃኻ ተቐበለኒ ኣይቀበለካን እየ ኣይትመልሰለይን ኢኻ ትብሎ ኖኖ ክመልሰልኪ እየ ብላ ሕጂ ኣብዚ እናተኻትዐ ከሎ ቆልዑ ኣለውኹ ዶ ክንደይ ቆልዑ ኣለውኺ ይብላ ሰለስተ ቆልዑ ኣለውኒ ትብሎ ማለት እዩ ማማ ኤልሳ ሰለስተ ቆልዑ ከም ዘለዋ ትገልፆ ብድሕሪኡ ኖኖእ ክመልሰልኪ እየ ገንዘብኪ ማማ ኤልሳ እዚኣ ንዓኺ እያ ገንዘብኪ እዩ ምስ በላ ኖኖእ በጃኻ ዋላ ቡን ስተ ኮፊ ግዛእ ትብሎ ብጣዕሚ ልብኻ ድመለ ኢንተራክሽን ወይ ዝርርብ እዩ ነይሩ ብዚ ንሳ ንዕኡ ስለ ዝሓገዘቶ ክመልሰላ ኣይደለየትን ማለት እዩ እዚ ገንዘብኪ ክመልሰልኪ እየ ምክንያቱ እቲ ሓቂ ኣነ ሆምለስ ኣይኮንኩን ገዛ ኣለኒ ገዛ ሽግር የብለይን ኣብዚ ሶሻል ኤክስፐሪመንት ኢና ንገብር ዘለና ንዝሓገዘኒ ሰብ መን ይሕግዘኒ ክፈልጥ ኢለ እየ ይብላ ምክንያቱ እንታይ ደኣ ትገብር ኣለካ እንተ ሆምለስ ሆምለስ ዘይኮንካስ ንምንታይ ደኣ ሰንቢላ ኣፋ ሒዛ ኢላቶ ኣብዚ ሰዓት እዚ እዚ ዛከሪ እንታይ ኢልዋ እቲ መጀመርታ ንዓይ ብሕያውነት ብግርህና ድሓገዘኒ ሽሕ ዶላር the first person to help me I have a thousand dollar ኢልዋ እቲ መጀመርታ ንዓይ ሰብ ድሓገዘኒ ሽሕ ዶላር ኩበኤ ንዑ ሓገዝ ኩበኤ ይብላ ማለት እዩ ኣብዚ ግን ሓደ ደናቕ ነገር ኣሎ ስቲል ናይ ማማ ኤልሳ ቅንዕናን ርህራህን ኣብዚ ኩንን ዝውድእ መሊሳ ርግጸኛ ዲኻ ትብሎ ማለት እዩ ኖኖ ርግጸኛ ዲኻ ንዓይ ክትበኒ ሹር ዲኻ ናይ ብሓቂ ንብዓት መጺዋ ማለት እዩ ስምባደ ኩሉ ግዜ ሰናይ ሰብ ገብረልካ ከሎ ትስምቢ ዲኻ ንምንታይ ትብሎ ይጠፍእዋ ሽዑ እናነበዐት ሓቂፋቶ ማለት ኣብዚ ማማ ኤልሳ ቀጽላ እንታይ ትብሎ በል ኣነ ከኣ ኣብኣ ከለኹ በዛ እንዳሃብካኒ ክሕግዝ እየ ንሰብ ኢላ ንዓኣ እዩ ሓገዝ ሂብዋ ንሰብ ክሕግዝ እየ ብምባል ኣብቲ ሱፐር ስቶር ኣትያ ኣብቲ እንዳ ድኳን ማለት እዩ ነዞም ሰባት እዚኦም በብሓደ እንዳኸደት በብሓደ ኣነ ነዚ ናትኩም ግሮሰሪ ክኸፍለልኩም እየ እናበለት ንዓሰርተ ሰባት መሚእቲ ሂባቶ እቲ ንዓ ሓገዝ ዝሃባሲ ንዓሰርተ ሰባት መሚእቲ ሂባቶም ሰናይ ንምግባር ማለት እዩ ንዓኣ ከመን ኣየትረፈቶ ንዓኺ ኢልዋ በል ኣነ ከኣ I will help someone else ኣነ ውን ንካልእ ክሕግዝ እየ ስምዑ ስምዑ ሰናይ ግበር ንመን ንማንም ዝበሃል እዚ እዩ ንዓ ሰናይ ተገይርላስ ሰናይ ክትገብረሉ ንዑ ሓሲባ መጀመርታ ብድሕሪኡ ኖኖ ኣነ ሽጉር ኣይኮንኩን እዚ ንሰብ ሰናይ ድገብረለ ሽዑ ላርክቦ እየ ዝደሊ ምስ በላ በል እዚ ዝሃብካ ንከኣ ንሰብ ሰናይ ክገብረ ብምባል ንካልእ ሰብ ንክትሕግዝ ትሪእዋ ኣለኹም እናኸደት እናዘረት መሚእቲ ዶላር ክትቦም እያ ብጣዕሚ ዘደንቕ እዩ ኣብቲ ኮመንት እንቋዕ ኣይተንብብዎ ኣነ ኢንካረጅ ገብረኩም እቲ ሊንክ ኣብ ታሕቲ ክገብረልኩም እየ ሰብ ተደኒቑ ገሪምዎ ከምዚ ዓይነት ፖስቲቪቲ ከምዚ ዓይነት ቅንዕና ከምዚ ዓይነት ሓገዝ ብጣዕሚ ልብኻ ስትንክፍ እታ ቀዳመይቲ ዝረከበታ ካናዳዊት እንታይ ትብላ ኣነ ግሮሰሪኺ ክኸፈልክም ሰታ ናይ ብሓቂ ዋእ ትዛረቦ ጠፊእዋ ናይ ብሓቂ ኢላ እተ እወ ሓገዝ እንተኾነኪ ግሮሰሪኺ ክኸፍለልኪ ኢላ ሚእቲ ዶላር ሂባታ ንኻልእ ሰብ ሰናይ ግበሪ እዚ ከዓ ንዓኽ ሰናይ እቲ ከም ዝተገብረልኪ ብምባል ሂባታ ትኸይድ ብድሕሪኡ ክልተ ኣስላም ዝመስላ ኣንስቲ ምስ ረኣየት እዚኣ ንዓኽን ናይ ረመዳን ሓገዝ ትኾነከን ኢላ ሚእቲ ዶላር ከኣ ሂባተን ንዐኣን ማለት እዩ። ቀጺላ ክልተ ኣንስቲ ጠጠው ኢለን ዝነበራ ምስ ቆልዓ ዝነበረን እዚኣ ንዓኽን ሚእቲ ዶላር ክህበክን እየ ሓገዝ ትኾነክን ትብለን እሞ ውይ የቐንየልና ናይ ብሓቂ ድኺ ትለግጽኽ ደለኽ ኖኖ ናይ ብሓቂ እየ ምስ በለታ የቐንየለይ ብጣዕሚ እየ ደመስግነኪ እዛ ጓለይ ትርእያ ዘለኺ ካንሰር ስርቫይቨር እያ ካብ ካንሰር እያ ሓውያ ዲሒና ኢላ ምስ ነገረታ በዚ ብድንጋጸ ቁርብ ዕሊለን ቀጺላ ሽዑ ናብ ካልእ ቀጺላ ሽዑ ወዲኤ ንኹሉ ሂባ ምኽንያት እዩ መሚእቲ ምስ ሃበቶም በቃ ብቕንዕና እዩ ዝርኣ ዘሎ ሕጂ በቃ መሊሰ ካልእ ስፕራይዝ ኣለኒ ይብላ ማለት እዩ እንታይ ነይሩ ኣብታ ሳይን ሽሕ ዶላር ምስ ሓበካ እንተ ቀጥታ ሒዝካያ ከድካ ኣብያ ትውድእ ነይራ ግን መሊሰ ጉድ ክገብረ ፎርዋርድ ንሰብ ክህበ ምስ በለት ካልኣይቲ ስፕራይዝ ንዓኺ ዝሓዝኩልኪ ኣላ ኢልዋ ማለት ንዓይ ሰናይ ስለ ዝገበርክለይ ኣነን ክድሎን ቲቪ ድብሃልን ንዓኺ ውን ሰናይ ክንገብረልኪ ኢና ንዓኺ መጀመርታ እሞ ናይ ግሮሰሪ ክንደይኺ ከፊልኪ ይብላ ናይ ግሮሰሪ ክልተን ሓምሳን ዶላር ከፊለ በሊ ናይዚ ግሮሰሪኺ ዝሽ ንዓኺ ሰፕራይዝ ዝኸውን ንዓኺ ዝሕግዝ ዝብሎ ኣብ ክንዲ ኩድል ቲቪ ዝበሃሉ ንዓኺ ሰፕራይዝ ሒዘልኪ ኣለኹ እቲ ሰፕራይዝ ከዓ ዓሰርተ ሽሕ ዶላር ክንበኪ ኢና ስምዑ ደቂ ኤረይ ኣየደንቕ እንዶ ዝግብሪ ሕሰብዎ እሞ ቅርሺ ሓገዝ ኢላ ድሃበቶ ተጠዋዊ ተጠዋዊት ነገርት ዓሰርተ ሽሕ ዶላር ንዓኣ እቲ ቁኑዕ ልቢ እቲ እግዚኣብሄር ከመይ ኢሉ ይበካ ምስቲ ጾም ምዃኑ ምስቲ ኩሉ ብጣዕሚ ደስ ኢሉኒ ብጣዕሚ ብጣዕሚ ደስ ኢሉኒ ኣነ ብጣዕሚ ማማ ኤልሳ ዝገበረቶ ምስሊ ተስዓን ሸዓተ ነጥቢ ሸዓተ ግብሪ ኤርትራውያን እዩ ብጣዕሚ ፅቡቅ ዝኾነ ሪፕሬዘንቴሽን እዚ እቲ ሓቀኛ ባህልን ግብርን ኤርትራዊ ከዓ ኤርትራውያን ኣደታት ብጣዕሚ ደመስግነክን እዚ ዓይነት ግብሪ እዚ ክትርኢ ከለካ ናብ ዓለም ሙሉእ ይርኦ ኣሎ እዚ እዚ እቲ ሓቀኛ ግብሪ ኤርትራውያን ስ ኣነ እዚ እዚ ዛካሪ ብጣዕሚ እየ ዝፈትዎ ሰናይ ዝገብር ክልተ ሳብ ብናይ ብናይ ሙባራክ ሓደ ግዜ ኣምፅኦልኩም ነይረ ኣብ ሰዓት ዝኸን ናይ ማማ ኤልሳ ማማ ኤልሳ ብሓጎስ ኣብ ሰዓት ትገልፆ ይጠፍዋ ኣነ ኩላትና ከም ሰፕራይዝ ኮና ተሓጒስና ንሪኦ ዘለና ዓሰርተ ሽሕ ዶላር ካብ ክንደይ ብጣዕሚ ዘሕጉስ ነገር እዩ ደስ ኢሉኒ ደስ በልኩም ደቂ ኤረ ንኩላትኩም ቀፂለ እዚ ናይ ቱብለይ ጠፊእዋ ማማ ኤልሳ ስለዚ ኩላትኩም ደቂ ኤረይ ናይ ማማ ኤልሳ ሓጎስ ሓጎሰይ ሓጎስኩም ይኹን ባህ ይበልኩም